ሰላም ሰላም ክቡራት ተዓዘብቲ እንቋዕ ናብ ቤተ ዛነ ናብታ ናይ ኣገደስቲ ሓቅታት ተመክሮታት ህይወት ዓሚቑ ዛንታታት ከምኡ እውን ኣእምሮና ዘሐድስን ዘዘናግዕን መደባት ነቕርበልና ቻነልና ብደሓን መጻእኩም። ሕሰም፣ ድኽነት፣ ተስፋ ምቑራጽ፣ እዚኣ እያ እታ ንብዙሓት ሰባት ኣብ ምድርና እትርብሽ ሓቂ። እምበኣር ሓደ ሰብ ብኸመይ ካብቲ ኣስካካሒ ጉድጓድ ናይ ድኽነት ወፂኡ ንዘለኣለም ህይወቱ ዝቕይር ዓወት ከምፅእ ይኽእል? ሎሚ እታ ንሕቶኹም ብመጠኑ ብኣብነት እትምልስ ሓቀኛ ዛንታ ከነቕርበልኩም ኢና። እዛ ዛንታ ዛንታ ናይ ጽንዓትን ቆራጽነትን ሓይልን ሓንቲ ሩት ዝተባህለት ጎርዞ እያ። ክሳብ መወዳእታ ምሳይ ብምጽናሕ ምሉእ ትሕዝቶ ክትከታተሉ እንዳዓደምኩ ከምኡ ውን ቅድሚ ምጅማርና ነዛ ቪድዮ ላይክ ሳብስክራይብ ከምኡ ውን ንኣዕርኽትኹም ሸር ምግባር ኣይትረስዑ። ሩት እቲ ኣብ ርሑቕ ገጠር ተወሊዳ ዝዓበየት ጓል ካብ ድሙቕን ክቡርን ወግዒ ዘለዎ ሕብረተሰብ ዝወጸት እያ። ኣብታ ንእሽቶ ገዝኦም መዓልታዊ ቃልሳ ምስ ምብራቕ ጸሓይ ይጅምር ነበረ። ወለዳ ኣብ ኩሉ ዓቕሞም ድሩር ስለ ዝነበሩ፣ ሩት ከምቶም ዝበዝሑ ደቂ ዕድመኣ ኣብ ምጽዋት ዘይኮነስ ኣብ ስራሕ ተጸሚዳ'ያ ግዜኣ ተሕልፎ ነይራ። ንኣሕዋታ ብፍቕሪ ክትከናኸን ኣብ ልዕሊኦም ናይ ኣደ ቦታ ወሲዳ። ማይ ካብቲ ርሑቕ ቦታ ዓቢ ቐላይ ምቕዳሕ ከምኡ'ውን ብዓቕሊ ዕንጨይቲ ምእካብ መዓልታዊ ዕማማ'ዩ ነይሩ። ትምህርቲ ኣብ ገዝኦም ዘይፍለጥ ቃል ነበረ። መጻሕፍትን ደብተራን ብርሃን ናይ ዓለም ኮይኖም ካብ ኣዒንታቶም ርሒቖም እዮም። ንሳ ግን ንደብተራ ኣብ ልዕሊ ንእሽቶ ልባ ኣንቢራ ሓደ ሕልሚ ክትጥምት ነበረት። ሓደ ሕልሚ፣ ሕልሚ ናይ ብርሃንን መጻሕፍትን። ሓደ መዓልቲ ሓንቲ ጓል መምህር ናብ ዓዲ መጸት። ብዛዕባ ኣድላይነት ትምህርቲ ንደቂ ኣንስትዮ ብብርቱዕ ድምፂ ትዛረብ ነበረት። እዚ ቃላት እዚ ኣብ ልቢ ሩት ከም ዘርኢ ክበቁል ጀመረ። ንዓኣ እዚ ኣጋጣሚ ሓደ ናይ ንሓዋሩ ዝኽበር ናይ ለውጢ ኣርእስቲ ስለ ዝኾነ ሓያል ናይ ምዝራብ መንፈስ ፈጠረላ። ብትብዓት ናብ ወለዳ ቀሪባ ድማ ንዓይ ክተምህሩኒ ኣለኩም ክምሃር ክተፍቅዱለይ ኣለኩም በለቶም። እቶም ወለዲ ብሕልፊ ኣቦኣ ድማ ብጣዕሚ ተቃወማ። ጓል ተማሂራ እንታይ ትገብር? ኣብ ገዛ ክትህሉን ንቤተሰባ ክትከናኸልን ጥራይ እያ ግቡኣ በልዋ። እዚ ቃላት ልባ ኣጓህያ። ግን ሩት ተስፋ ኣይቆረጸትን። ሓያል ጓል ነበረት። መዓልታዊ ጻዕራ ብጽንዓትን ብቕንዕናን ወለዳ ክተእምን ከኣለት። መወዳእታ ምምሃር ተምሃሪ ግን ነዚ ንምግባር ስራሕ ኣይተቋርጽን ኢኺ ተባህለት። እታ ሓያል ጓል ሩት ሓንቲ ተስፋ ናይ ትምህርቲ ክትረክብ ከም እትኽእል ሓደ ብርሃን ረኣየት። ሩት ትምህርቲ ጀመረት። በቲ ሓደ ገጽ እቲ ንዓኣ ዝተኸፍተ ብርሃን ኮይኑ ተሰምዓ፣ በቲ ካልእ ገጽ ድማ ናይ ገዛ ርእሱ ሓደስቲ ፈተናታትን ጸገማትን ሒዙ መጸ። ኣብቲ ቤት ትምህርቲ ብዕድመ ካብቶም ካልኦት ተምሃሮ ዝዓበየት ነበረት። ብዙሓት ብዕድመ ንኣሽቱ ቆልዑ ብቐሊሉ ክርድእዎ ዝኽእሉ ነገራት ንሳ ግን ብሕያት ዝዓረ ክትመሃሮም ተገደደት። ሽዑ'ውን እኹል ናውቲ ትምህርቲ ስለ ዘይነበራ ብሕልፊ እቲ ጸገም ገንዘብ ክትሰርሕ ስለ ዘገደዳ ምሉእ መዓልቲ ኣብ ቤት ትምህርቲ ምሸት ድማ ኣብ ስራሕ ነበረት። ኣብቲ ጸልማት ምስ ናይ ፋኑስ ብርሃን ኮይና ትምህርታ ተጽንዕን ትምሃርን። ብሓንቲ ኢዳ መጽሓፍ ሒዛ ብኻልእ ድማ ኣብ ርእሳ ማይ ጽዒና ድኻም ይሃልዋ ሕማም ንሳ ግን ከተዕርፍ ኣይትመርጽን። መወዳእታ ዘይብሉ ጻዕራ ናይ ሕልማ ዝፈጠረሉ ሓይሊ ነበረ ብዛዕባ ጽቡቕ ናይ ሓይሊ ናይ ሕልሚ ሰብ ክትሰምዕ ከላ ልባ ተስፋ ይረክብ ሓይሊ ድማ ይረክብ ነበረ ሓደ መዓልቲ ሓደ መዓልቲ እናበለት ንርእሳ ሞራ ትህባ ኣብ ገለ እዋናት ሩት ጸገማት ህይወት ኣዝዩ እናኸብዳ ይመጽእ ነበረ ኣብ ሓደ ዓመት ትምህርቲ ሩት ብርቱዕ ሕማም ተታሕዘት ሓደ ሰሙን ምሉእ ድማ ካብ ትምህርቲ ኣኮረት እዚ ድማ ንዓ ዓብ ፈተና ኮና ምክንያቱ እቲ ትምህርቲ ኣብ ምዛን ዓመት ስለዝነበረ ንዝሓለፋ ትምህርቲ ክሽፍን እውን እኹል ግዜ ነበራን ካብ ሕማም ተገላጊላ ናብ ቤት ትምህርቲ ተመልሰት መምህራን ሩት ተስፋ ከም ዝቆረፁ ነገርዋ ኣብዚ ዓመት እዚ ፈተና ክትሓልፊ ኣይትኽእልን ኢኺ ንዓመታ ድማ ክትደግሚ ኢኺ በልዋ እዚ ንዓኣ ከም ናይ መጨረሻ ደው ዘብል ጸርፊ ነበረ ኣብ ክንዲ ምብካይ ወይ እውን ምውዳቕ፣ ሩት ኣብ ሓይሊ ናይ መንፈሳ ተመርኰሰት። ኣይፋልን፣ እዛ ዓመት እዚኣ ናተይ እያ በለት። ነተን ዝተረፋ ሰሙናት ኣብ ክንዲ ድቃስ ምሉእ ለይቲ ዝሓለፋ ተጽንዕን ትመሃርን ነበረት። እታ ብርሃን ናይ ፋኑስ ብርሃን ናይ ዓቕላን ቆራጽነትን እያ ነይራ። ኣብቲ ናይ መወዳእታ ፈተና ሩት ንዅሉ ሰብ ኣደነቐት። ንሳ ፈተና ጥራይ ዘይኰነት ሓሊፋ፣ ብሉጽ ነጥቢ እውን ኣምጺኣ። እቲ ጸሊም ግዜ ተወዲኡ ብርሃን ድማ በሪቑ። እቲ ዓቕልን ጽንዓትን ሩት ጻማኣ ክኸፍላ ጀመረ። ሩት ናብ ሓደ ካብቶም ብሉጻት ኮለጃት ናይቲ ሃገር ኣተወት። እቲ መዓልታዊ ቃልሳ ኣይተወድኣን፣ ግን እቲ ቦታ ተለዊጡ። ሕጂ ናብ ክዲ ምስ ድኽነት ምስ ምሉእ ኣተኩሮኣ ትመሃርን ቃልሳ ምስ ትምህርቲ ክኸውንን ከኣለ። ንሳ ኣብ ኩሉ ትምህርታ ብቕዕቲ ነበረት፣ ከም ሓንቲ ብልጽቲ ተምሃሪት ድማ ተፈሊጣ። ኣርባዕተ ዓመት ምስ በጽሐ እታ ናይ ሩት ስም ኣብ መድረኽ ተጸውዐት። ኣብኡ ሓንቲ ደስ ዘብል ፍጻመ ተፈጸመ። እቶም ኣብ መጀመርያ ተቓዊሞማ ዝነበሩ ወለዳ ሎሚ ካብቶም ኩሎም ስነ ስርዓት መመረቕታ ተሳተፍቲ ንላዕሊ ብሓጎስን ኩርዓትን ተረቑሖም። ሩት እታ ንእሽቶ ጓል ናይ ገጠር ናይ ምምህርና ዲግሪ ተቐቢላ። ሩት ንኹሉ ዘኪራቶ፣ እቲ ሓይሊ ናይ ጽንዓት ንዓኣ እዩ። እታ መዓልቲ መዓልቲ ንዓኣ ዘይኮነስ ንኹሉ እቲ ነባሪ እቲ ገጠር ዘብርሀት መዓልቲ እያ ነይራ። ሩት ነቲ ብሩህ መጻኢኣ ረኸበቶ፣ ንሳ ግን እቲ ሓይሊ ዘለዎ ነገር ኣይረሰዐቶን። ኣብ ክንዲ ናብ ሓደ ዓቢ ከተማ ምኻድ ናብቲ ዝዓበየቶ ዓዲ ተመልሰት። ንዓኣ ሓዊስካ ንኻልኦት ደቂ ኣንስትዮ ክሕግዝ ዝኽእል ማሕበር መስረተት። ገንዘብ ዝረኸበቶ ድማ ንኣብነት ሓንቲ ንኣሽቱ ቆልዑ ዝመሃሩላ ናይ ትምህርቲ ማእከል ሰርሐት። ኣነ እንተኽኢለ ኩሉ ክኽእል ኣለዎ እዚኣ እያ ሓሳባ። እዚ ዛንታ ሩት ዛንታ ሓንቲ ሰብ ጥራይ ኣይኮነን። ብዙሓት ዘተባብዕ ሓደ ሰብ ብቆራፅነትን ብፅንዓትን ንዘለኣለም ህይወቱ ክልወጥ ከም ዝኽእል ዘርኢ ህያው ምስክር እዩ። እምበኣር ክቡራት ተዓዘብትና ሓፃር መሳጢትን መሃሪትን ዛንታ ሩት እዚኣ ትመስል። ዛንታ እታ ሓንቲ ፅንዕትን ድኽነት ብዕቤት ዝለወጠትን ኣብነታዊት ጓል ዛንታ ሩት ብሕልምታትና ክንጻወት ከም ዘይብልና ትምህርቲ ትህበና። ጽንኩር ግዜ ክሓልፍ እዩ፣ ግን ኣብ መወዳእታ እቲ ዝዓበየ ብርሃን ክንርእዮ ኢና። ንስኻትኩም እውን ትኽእሉ ኢኹም። እዛ ቪድዮ እንተፈቲኹማ ኮመንት ኣብ ታሕቲ ጸሓፉልና። እዚ ቪድዮ ናብ ኩሉ ክበጽሕ ድማ ላይክ ጌርኩም ምስ ፈተውትኹም ሸር ግበሩ እዛ ቻነል ንኹሉ ዓቢ ተስፋ ዝህብ ዛንታታት ተምጽእ ስለ ዘላ ሰብስክራይብ ብምግባር ቤተሰብና ኩኑ። ንዝመጽእ ቪድዮታት ከይሓልፈኩም ድማ ነቲ ናይ ደወል ምልክት ጠብቕዎ። ኣብ ዝቕጽል ቪድዮ ክሳብ ንራኸብ ሰሰናዩ። ቤት ተዛነ ዩቲብ ቻነል